ወዲ ጀጋና ሓወይ ክንዲ ኩሉ ሰበይ ኩሉ ነገር ዝኾነት ድሙ ለሙለይቲ ሓሪሳ ማርያም መሓረኪ በላ በለኒ

ጌጋ ትዛረብ ጌጋ ዶ ተዛሪበ እየ ጌጋ ኣይተዛረብኩን ናይ ብሓቂ ዝዛረብ ዘለኹ እንድሕር ድሃላግ ሓሪሻ ተይልኒ ጥራይ ሰብ ዝግረም እምበር

ዓሰርተ ሽሕ ኣብፅሕዋ ስኢልካ ኣይኮነን ግበሩ ያላ ዓልጥፉ ዓሰርተ ሽሕ ዓሰርተ ሽሕ ዓሰርተ ሽሕ ዓልጥፉ ዓሰርተ ሽሕ ኣብፅሕዋ ኮመንት ክንከፍተኩም ኢና ነቶም ትፅሕፉ ዘይደኹሙ ዘለኹም ሰባት ዋርሳይ ዘም ሰባት መን እዮም መን እዮም ተረረረረረ ካብ ዘልሚ ሓሊፎም ማመዘም ዋርሳይ ኣባ ጥመር እስከ ዓሰርተ ሽሕ ነብፅሕያ ታብታብ ሞ ክንጅምር ንኽድ ብዛዕባ ኣወል ንእሽተይ ክንዛረብ ሞ ክንወፅእ ማለት እዩ እታ ባትሪ ከዓ ትኸይድ ኣላ

ሸኽ ኢድሪስ እንታይ ኢልዋ እዚ የናስ ኣምቼ ኣይፈልጦን እየ የናስ ኣምቼ ኣይፈልጦን እየ ግን ወላሂ ልዓዚም ወላሂ ልዓዚም እንድሕር ንወላዕያ እብል ተኾይኑ ርእየኩም ኣለኹ እቶም ጴንጤ ኢኹም ከምኡ ትብሉ ዘለኹም ንወላዕያ ትብሉ ዘለኹም ገዛ ገዛ ቅድሚ ሕጂ ስእለይ ሕጆም ኩሎም ወላሂ ልዓዚም ኩሎም ስእለይ ሕጆም ክስታ ገረም እዮም ንወላዕያ ትብሉ ተሊኹም ኣላ ሸኽ እድሪስ ሸኽ እድሪስ እዋ ክስብ ኣይትፅላዕ ሓደ ሓደ ሲ እዋ ወይለከ ፀገም ተኸሲስካ ኣለኻ ምስ በልኻ ሲ በቃ ተኽ ድቕድቕ ዝበለ ሲ በቃ ረላ ኣምላከ ዓለም ሙሉእ ሲ እሞ ካብ ሕጂ ዲነ ሲ ሸኽ እድሪስ ሲ ክኽሰስ የብሉን ማለት እዩ ድቕድቕ ዝበለ ሲ ናብ ኩናት ትእቱ ጌርካዮ በቃ

ብፍላይ እቶም ሃገራውያን ኢና በሃልቲ ማለት እዩ ኣወልሲ ኣወልሲ እንታይ ዝኸውን ዘሎ ኣበይ ኣለኹም እቶም ሃገራውያን ኢና ሃገራውያን ኢና ሃገራውያን ኢና ትብሉ በቃ ማለት እዩ ሓደ ሰብሲ ምፅእ ኢሉ ኣወል ዝኸዶ ዘሎ መጀመርታ ጌጋ ቅድሚ ሕጂ ኣብ ኣክሱም ዝገበሮ ጌጋ ዓብዪ ጌጋ ሰብ ብሰላም ብምሕረት ርእይዎ ማለት እዩ ብሰላም ርእይዎ ብምሕረት ማለት እዩ ምክንያቱ ኣብ ኣክሱም ከይዱ ዕማ ገይሩ ዕማ ገይሩ ዘይ ባህልና ዘይ ናትና ጌሩ ኣብቲ ኣክሱም ኣብታ ቤተ ኣብታ ንኣምነላ ኣብኣ ከምኣ ጌሩ ማለት እዩ ዕማ ጌሩ ኣብኣ ተዛሪቡ ማለት እዩ ኦኬ ቀዳማይ ጌጋ ሰብ ሸለል ኢልዋ ሓሊፉ ማለት እዩ ሕጂ ከ እንታይ ተደልዩ ኣብቲ ሓውናን ክንዲ ሽሕ ተጋዳላይ ዝኾነ ከ እንታይ እያ ተደልያ እሰያስ ጸጋይ ዝበሃል ኣሎ ኢልካሲ ንሓደ ጅግና ተጋዳላይ ስዉእ ክብሪ ዘይብሉ ሽም ጌርካ ዝንጥል ኣቢልካ ምዝራብ ማለት እዩ እንታይ ተደልዩ ዘሎ ወይስ ኣወል የላልየና እዩ ዘሎ በቃ ኣወል የላልየና እዩ ዘሎ ኣወል የላለየና እዩ ዘሎ ማለት እዩ ንሕና እቶም ደቂ ትግርኛ ነቲ ነቲ ባህልታት ክብርታት ናይ ቦታትና ብዝኾነ ሰብ ክጎድል የብሉን ማለት እዩ ኣወል የላማምደና ኣሎ ክብርታት ናይ ቦታትና ጅግንነት ናይ ቦታትና እናፈኾሰ እንድሕር ከይዱ ፅባሕ ንጎ ኣብ ዘይንወጾ ጣዕሳ ክንኣቱ ኢና ማለት እዩ። ሕጂ ኣወል ብጉያ ብቅልጡፍ ነዛ ናይ ጅግና ተጋዳላይ ስዉእ ተጋዳላይ እሰያስ ጸጋይ ኣዋጊኡን ዘዋገእን ተጋዳላይ ዘንጢሉ ዝተዛረባ ዘረባ ይቅሬታ ክሓተላ ክኽእል ኣለዎ ኣብዛ ትመጽእ ዝኾነ ናቱ ሲዝን ዘረባ ማለት እዩ ዩቱብ ዝዛረባ ይቕሬታ እንድሕር ዘይሓተተ ተደፊርና ኣለና ማለት እዩ። ትግርኛ ድማ በብሓደ ክብርታትካ ይድፈር ኣሎ። ክብርታትካ ይድፈር ኣሎ። ዝኾነ ሃገራዊ ኣብ ደገ ዘሎ ሃገራዊ እዩ ገለገለ ኣይትበሉ። ውሕዳት ሰባት ብዛዕባ እዚኣ ተዛሪቦም ማለት እዩ። ውሕዳት ሰባት ሃገራዊ እየ ትብል ተለኻሲ በቃ ዝተሃወ- ዝተውሃበካ ጥራይ ተንብብ ኣርባዕተ ነጥቢ ጌሮምሲ ይህብዎም በቃ ኣርባዕተ ነጥቢ እዚኣ እዚኣ ተዛረባ እቲ ኣርባዕተ ነጥቢ ከይተሓልፋ እናተባህለ ኣታ እንታይ ኢኹም ትኾኑ ዘለኹም ዋ ንኽብረትካስ ክትዛረብ ዘይትኽእል ንኽብረትካስ ክትዛረብ ዘይትኽእል በቃ ዝሓለፈ ግዜ ኣብ ኣክሱም ናይ ናይ ሙስሊም ዕማ ገይሩ ተዛሪቡ ሸለል ኢልናዮ ዘይናትና ባህሊ ማለት እዩ ንሕና ትግርኛ ንሕና ኣወል የዳም እሰያስ ኣፈወርቂ የላማምደና ተሃልዩ ብኣወል ገይሩ ኣወል ዝሰርሖ ዘሎ ስራሕ ኣይነፍኩሶን ኢና ኣይንሕስሮን ኢና ግን ድማ ብዋጋ ትግርኛ ክኸውን የብሉን ንትግርኛ እናሃረምካ ክብርታት ትግርኛ እናዕነኻ ክኸውን የብሉን ክቡር ኢሰያስ ኣፎርቂ ፕረዚደንት ኢሰያስ ኣፎርቂ እንድሕር የላማምደና ኣሎ ኮይኑ ብኣወል ጌሩ ብሓደ ጀበርቲ ብሓደ ጀበርቲ ጌሩ የላማምደና ተልዩ ዓገብ ኢና ንብሎ ዓገብ ንሕና ጎራሓት ኢና ኣወል መን መጺኻ ክብርታት ናይ ትግርኛ እንድሕር ትዝንጥሎ ኣለኻ ኮንካ ስራሓትካ ፍሉጥ እዩ ማለት እዩ ንህዝቢ ኤርትራ ዝጠቅም ኣይኮንካን ትሰርሕ ዘለኻ ንህዝቢ ትግርኛ እንድሕር ዘዋርድ ከይኑ ግን ንሕና ክብርታትናን ጀጋኑ ኣቦታትናን ክድፈሩ ይክእሉን እዮም ንዓኻ ክጥዕመካ ካብ ሕጂ ኒኖ ተጋዳላይ ኣወል በሉኒ ተጋዳላይ ኣይኮንኳን ቀዳማይ ቀጸላ ካልኣይ ቀጸላ ሳልሳይ ቀጸላ እናበልካ ድሕሪኡ ግሬራ ኢኻ ትበጽሕ ኣምጻእ ኣቢልካ ሓደ እስኻ ኣቦኻ ኣሎ ኣቦኻ ኣሎ እስኻ ከኣ ወዲ ኢኻ ነናትካ ይደሎ ነናትካ ኣክስታ ይደሎ ንሓደ ምጽእ ኢልካሲ ኣያኻ ኣያ ኢኻ ትብሎ ንንእሽተይሲ ኣቦይ ኣይትብሎን ኢኻ ሕጂ ንሓደ ዋርሳይ ዋርሳይ ኢኻ ትብሎ ንሓደ መዋእሉ ተጋዲሉ መዋእሉ ሰላሳ ዓመት ሱሳ ዓመት ኣርብዓ ዓመት ዝገበረ ኣብ ቃልሲ ምጽእ ኢልካስ ማዕሪኡ ኮንካስ ተጋዳላይ እየ ክትብለና ተጋዳላይ እሞ ካብ ሕጂ ንኢኖ መራሒ መስርዕ መራሒ ሓይሊ መራሒ በጠሎኒ ከምኡ ዝበሃል የለን ማለት እዩ የለን ከምኡ ዝበሃል የለን ሕጂ ኣማጻጻ ኣቦታትና ምስ ሓለፉ ድማ እዞም ዋርሳይ ዘለና ድማ ናብ ተጋዳላይ ይሰግር ንዓኻ ክጥዕመካ ተጋዳላይ ኣወል በሉና ነቲ ጅግና ሓውና ተጋ ትግርኛ ድማ እሰያስ ጸጋይ ዝብሃል ኣሎ ኢልካ ዘንጢልካዮ ማለት እዩ በታ ደርፊ ዝመጸት እያ ቲንክሶ በታ ደርፊ ዝመጸት ዋርሳይ እዞም ሰባት መን እዮም መን እዮም ክብሃል ከሎ እኮ ኩሉ ሰብ ብዘይ ግፋ ብዘይ ዝኾነ ብረት ዘልዓለ እኮ ብሳላ ብሳላ ስዉእ ጅግና ተጋዳላይ እሰያስ ጸጋይ ዝመጹ መንእሰያት እዮም ማለት እዩ። እዚ መብዛሕትኡ መንእሰይ ተሰዊኡ ዘሎ ንስለ ሃገሩ ደሙ ዝኸፈለ ዋጋ ዝኸፈለ ሳላ ጅግና ተጋዳላይ ስዉእ እሰያስ ጸጋይ እዩ። እሰያስ ጸጋይ ዝበሃል ኣሎ። ንሕናሲ ኣብ ሻምቆ ዓቢና ከለናስ እሰያስ ጸጋይ መን እዩ እንታዋይ እዩ ፈሊጥናዮ። እስኻ ግን መባልዕትኻ፣ መሳትኻ፣ a ብሓንሳእ ኣብ ኣብ ገለ ስነ ጥበብ ተራኺብኩም ትፈልጡ ሰብሲ ኣምጽእ ኣቢልካስ ኢሰያስ ጸጋይ ዝብሃል ኣሎ። ኢሰያስ ጸጋይ ከምቲ ዝፍለጥ ኩሉ ሰብ ዝፈልጦ ኣብቲ ሓቀኛ ሂወቱ ክንመጽእ ኢና። ሰበይቱ ጀበርቲ ኢያ። ኣወል ስዒድ ከኣ ጀበርቲ ኢኻ። ጀበርቲ ኢኻ። ሕጂ ኤርትራ ኤርትራ ታሪኻታ ታሪኽ ናይ ኣቦታታ እናጥፋእኻላ ክትከይድ ኣይትኽእልን ኢኻ። ብፍላይ ኣብ ታሪኽ ናይ ትግርኛ ኣቲኻ ወልዶፍዶፍ ከይበልካ ብስነ ስርዓት እንድሕር ተዛረብካ ዝበለጸ እዩ። ነቲ ትግርኛ በብሓደ በብሓደ ልቑም ልቑም እናበልካ ጊን ምስ ባህልታት ምጉዳል ተላልየና ተሌኻ ጊን ኣዋዕ ኢና ንብለካ ንዓኻ። ኣዋዕ ትብል ኔርካ ኣዋዕ። ምኽንያቱ እዞም ኩሎም ሃገራውያን ኣብ ደገ ዘለዉ ክዛረቡ ይክእሉን እዮም ክዛረቡ ይክእሉን እዮም ሓንቲ ነገር ኣላቶም ንዓይ ትጥዓመኒ ጽባሕ ንጎስ ዝገኾነ ከይትመጽኣኒ ኤርትራ በጺሐ ክመጽእ ስለ ሓቂ ድኣ ሰብ ክዛረብ ኣለዎ እምበር ስለ ምእታውን ዘይምእታውን ንሓውኻ ክትዛረብ ኣይትኽእልን ስለ ሓውኻ ክትዛረብን ክትማጎትን ኣይትኽእልን ኣታ መን እዛ ሰበይቲ እታ ኣታ መን እንታይ እዚ ታዲኻ ትልእኸለይ ኣለኻ ፈሊጥኻ ሙድ ትሕዝ ኣለኻ ወድዛ መሰንተር ንዕቲ ረሳሕ ዋ እዚኣ ኻስ ደቓላ መን እያ ታታወይቲ እዚኣ ኸ ታታዊት እያ መን እዩ ዝእትዋ ዘሎ እንታይ እያ እዚኣ ከ ኣዞም ተጋሩ ከ እንታይ ኢና ጌርናዮም ክላእ ባእ መን እዩ ዝትሕባ ባይዘወይ ድሓን ምሕረት ኣውርደልኩም ኣብዚ ማስሜዳ ተሓድሩ ሰባት እኮ ገለ ፀገም ዳኣ ገይሮም ተልዮም እምበር ቀልጢፎም ናብ ጉያ ናብ ፀርፊ እዮም ዝኸዱ እንታይ ፈሊጥናሎም እዋ ኣነስ ሕጂ ኣብ ዘረባ ከለኹስ ክስሕባ ህጂ ኣወል ሲዒድ እዛ ይቅሬታ ሕተተላ ኩላካትኩም ይሕዋተይ ብፍላይ ተዛረብቲ ትግርኛ ዝኮነ ሓደ መሓመድ ወይ እድሪስ ወይ ዓብደላ ኣይኮነን ታሪኩ ዝግንጸል ዘሎ ታሪክና ንሕልዋ ባዕልና ኢና ዝኮነ ምስሊም ራኣይዎም እዛ ኣዴናሲ እንታወይቲ ኢያ ሰላም ዘይትብልሲ እንታወይቲ ኢያ እንታይ ዓይነት ኢዩ ገለ ምስ በለት ኩሎም ይዛረቡ ኣለዉ ኣንሕና እኮ ኣፍና ሒጅና ስቅ ኢልና ኣለና እታ ኣዴና እተዛረበቶ እኮ ንእሽተይ ንሕና ዘይንቕበሎ እኮ ነይሩ እዩ ኣብ ገድሊ ኦኬ ምውሳብ ነይሩ ገለ ነይሩ ንሕና እብለኩም ኣለና ኣብዚ ሰዓት እዚ መውስቦ ምስ ሙስሊም ክለዓል ኣይንደልዮን ኢና ከም ኣጀንዳ ሙስሊም እንድሕር ምስ ሓብተይ ክዋሰብ ጀሚሩ ምስ ሓብተይ ክዋሰብ ተደልዩ ኣብዚ ዒስራን ሓደን እብለኩም ኣለኹ እንድሕር በላ ንብለኩም ኣለና ሙስሊም ኣብ ኤርትራ ኮይኑ እንድሕር ክዋሰብ ምስ ሓብተይ ጀሚሩ ነዛ ኤርትራ ወይ ሙስሊም ክነብርዋ እዮም ኣርባዕተ ነጥቢ ዝኾነ ትግርኛ ተዛራቢት ክርስትያን ንክርስትያን ጥራይ እያ ትምርዖ ኣብ ቀደም ኣብ ገድሊ ነይሩ ኣብ ገለ ነይሩ ምውሳብ ነይሩ ገለገለ ዝበለቶስ ንሕና መላዓልናዮ እንታይ ደልዩ ኣብዚ ሕጂ ግዜ ክርስትያን ምስ ሙስሊም ክምርዓዉ ተዋሲብና ኢና ምበልና እኮ ንሕና ሸለል ኢልናዮ ሓሊፍና ንስኹም ግን ክምዚ ኢላትና ሃይማኖትና ተተንኪፉ ክምዚ ተተንኪፉ ክምዚ ተተንኪፉ ክምዚ ተተንኪፉ በቃ እሳቶም ሃይማኖቶም ክካላኸሉ ኣለው ንሕና ከኣ ባህልና ክንካልኸል ኣለና ሕብረተሰብና ክጽረፍ የብሉን ትግርኛ ወ- ሸለል ናበልካ ሸለል ናበልካ ከይትኸይድ ሸለል ዝበሃል የለን ሸለል ዝብሃል የለን ካብ ሕጂ ኒኖ ሸለል ዝብሃል የለን ኣወል ድማ ይቅሬታ እንድሕር ሓቲቱ ጽቡቅ ኣይሓተተን ድማ ኩላካትኩም ህዝቢ ትግርኛ ሃገራውያን ኩኑ ተቃለስቲ ኩኑ ካብቶም ሃገራውያን ብዙሕ ኣይትጸበዩ ካብቶም ሃገራውያን ብዙሕ ኣይትጸበዩ ተስፋ ዝብሃል የለን ካብቶም ሃገራውያን እብለኩም ኣለኹ ኣነ ግልጺ ከይነ ነግረኩም ኣለኹ ካብቶም ሃገራውያን ተስፋ ዝበሃል የለን እንታይ ከንካ ንኢሰያስ ጸጋይ ዘንጢልካዮ ኢሉ ስጋብ ሕጂ ዝሰርሐ ዝተዛረበ ሰብ የለን የለን የለን እዚኦም ከም ስሉ ጥራዮም እታ ባንዴራ ዘንበልብልዋ ዘለዉ ሓደ ሰብ ሓደ ሰብ ወፂኡ ብዛዕባ ክብርታቱ ከላይ ክዛረብ ኣለዉ ንኩሉ ክቕበሎ ይብሉን ባይዘወይ ተደፊርና ኢና ናይ ብሓቂ ተደፊርና ኢና ኣወል ስዒድ እናፈለጠ እናፈለጠ ንሓደ ጅግና ተጋዳላይ ሽሙ በኪልካ ሽሙ ዘንጢልካ ጽባሕ ንጎኸ መን እዩ ክዝንጠል? ድሕሪዚ ከ መን እዩ ድሕሪዚ ከ መን እዩ? ንሓደ ሰብ እኮ ኮለጌና ኢኻ ይቕሬታ ሕተት ትብሎ ኮለጌና ኮለጌና ኢኻ ይቕሬታ በል ትብሎ እና እናተቐበልካዮ እንድሕር ከይድካ እናላማመጥካዮ እንድሕር ከይድካ ዝመጽእ ሰዓብየን ፍሉጥ እዩ ሕጂ ጅግና ተጋዳላይ ስዉእ እሰያስ ጸጋይ ሰበይቱ ጀበርቲ እያ ሰበይቱ ጀበርቲ እያ ኣወል ድማ ጀበርቲ ኢኻ ሕጂ ቂምታ ከይሃለወካ ኣይተርፍን እዩ ከምዛ ሓብትኹም ናብ ዝኾነ ሰብ ክትከይድ ዘይትደልይዋ ሕጂ ስለ ዘየለ ብሂወት ስለ ዘየለ ዘንጢልካዮ ዘንጢልካዮ ኣዋሪድካዮ ኣዋሪድካዮ ናይ ብሓቂ ኣዋሪድካዮ ኣዋሪድካዮ ጂ እዚኣ እዚኣ ኣይትኸውን እያ እዛ ተዛረብካያ ዘረባ ኣይትኸውን እያ ብፍጹም ተኣምር ይቕሬታ እንድሕር ሓቲትካላ ጽቡቕ ኣይኮነን ግን ንብለካ ኣለና ካብ ሕጂ ኒኖ ባህልናን ልምድናን ክንሕልዎ ኢና ዝኾነ ትምጻእ እብለኩም ኣለኹ ንእሽተይ ዘረባ እንድሕር ተላዒላ ክንትስእ ኢና ሸለል ገለ ዝበሃል የለን ድሕሪ ሕጂ ሸለል ዝበሃል የለን ሸለል ዝበሃል የለን ከምዚ ምሽ ኣለካ ከምዚ ሓደ ሰብ ዝዛረቦ ሓደ ሰብ ታራ ሰብ ታራ ሰብ ምሽ ኣለካ ትዛረቦ ኢሰያስ ጸጋይ ዝበሃል ኣሎ ዋርሳይ ገለ ዶ ገለ ዝበሎ ገለ ኢሉስ ኣቕሊሉ ተዛሪቡ ሓርበኛ ተጋዳላይ ስዉእ ኢሰያስ ጸጋይ ኣዋጊኡን ዘዋግአን ኣብ ኤርትራ ድማ ፍሉይ ዓይነታት ብዙሕ ስርሓት ዝሰርሐን ዝደረሰን ጅግና ባኸር ተቓላሳይ ስዉእ እሰያስ ጸጋይ ይበሃል። ናበይካ ደሊኻዮ ናበይካ ደሊኻዮ ኣወል ሕጂ ጠፊኢካ ዘይኮነሲ ኮነይ ኢልካ ንምህራም ዝተገበረ ውዲት እዩ ንምንታይ ይሕዋትና ትሃርመልና ኣለኻ ንምንታይ ጀጋኑ ትግርኛ ትሃርሞም ኣለኻ ተላማምደና ኣለኻ ተጋዳላይ ኣወል ስዒድ በሉና ኢልካና ተጋዳላይ ኣይኮንካን ተጋዳላይ ዝበሃል ኣቦታትና እዮም ንስኻ ዋርሳይ ኢኻ ትበሃል ዋርሳይ ዋርሳይ ክትከውን ትኽእል ኢኻ ዋርሳይ ክትከውን ትኽእል ኢኻ ኣነ ግርም ዝብለኒ ኣብ ኣስመራ ኮንኩም ኣብ ኣስመራ ኮንኩም ክትዛረቡ እናወዓልኩምሲ ተጋዳላይ እየ በሉኒ ኣስመራ ሽኮርዚ ገለ ዝብሃል ኣሎ እሱ ከኣ ኣነ ከኣ ኣብ ሰራዊት ዘለኹ ኣብ ሰራዊት ዘለኹ ተቓላሳይ እየ ኢሉ ኣብ ኣስመራ ዄንካ ዩቱብ ክትጥቀም ናውዓልካስ ተጋዳ ጅግና ኣብ ምክልኻል ሰራዊት እየ ዘለኹ ዋ ኣቦታትና ኣብ ድፋዕ ይድቅሱ ንስኻትኩም ኣብ ኣስመራ ዄንኩም ኣብ ምክልኻል ሰራዊት እየ ዘለኹ ትብሉና ኣንሕና እኮ ግርም እዩ ዝብለና ዋእ ቁሩብ ከ ህድእ ዘይትብሉ ሕጂ ኣወል ትሰርሖ ዘለኻ ስራሓት ዝኸልኣካ ሰብ የለን እቲ ትሰርሖ ዘለኻ ስራሕ ኣብ ኤርትራ ኼንካ ዝኸልኣካ ሰብ የለን ንትግርኛ ግን እናሕሰርካ ዝመጽእ የለን እናሕሰርካ ዝመጽእ ነገር የለን ሕጂኻ ናይ ስዉእ ተጋዳላይ ኢሰያስ ጸጋይ ቀይራ ማይ ስተ ሓንሳብ ኣብ በረኻ እንተ ዘለኹም ማይ ዘይተማላኹም መይተ እኮ ሕጂ እንተ ቀየርካያ ዝበለጸ እዩ ቀይራ ኣወል ተጋዳላይ ኣወል ስዒድ እዛ ዝበልካያ እታ ዝበልካያ ቀይራ ቀይራ ቀይራ እዛ ዝበልካያ ኣይትኸውንያ ኣይትኸውንያ ኣይትኸውንያ ቀይራ ኣወል ስዒድ ማለት እዩ ንሕና ጀጋኑ በዓል ሄለን መለስ ከኣበየለኽ እንዳ

ተጣራጥረካ እያ እታ መንግስቲ እውን ከይሕዛ እታ መንግስቲ እውን ከይሕዛ ክቡር ፕረዚደንት ኢሳያስ ኣፈርቂ ንኹሉ እባ ረኣየ እባ ረኣየ እባ ኣወል ስዒድ ፋኖ ዲኻ ርኢኻዮ ኣወል ስዒድ ፋኖ ዲኻ ርኢኻዮ ረኣየ እባ ሓልዎ እባ ሓለዎ እባ ሓለዎ እባ ትማሊ ትማሊ ንኤርትራ ንምጥፋእ ንኤርትራ ንምጥፋእ ዝግብቱ ነበሩ ከም በዓል ኢሰያስ ጸጋይ ጅግና ክንደይ መንእሰያት ኣቃሊሱ ኣሰዊኦም ናጽነት ኤርትራ ዝወልዑስ ኢሰያስ ጸጋይ ዝብሃል ኣሎ ዋርሳይ ዶ ገለ ዶ ኢልካስ ኣወል ተጋዳላይ ኣወል ስዒድ በለኒ ሽምካ ላዕሊ ሰማይ ኣብጺሒካዮ ኣንታ በዓል መዓልቲ ክብሉካ ከለውሲ ብቑነ ትብለኩም ኣለኹ ኣንታ ኣምላኽ ኣቦይ ስጋብ መወዳእታ ኣጽንሓና ሓንቲ ግዜ ነዛ ነፍስናሲ ክብሪ ንረኽበላ ሓንቲ መዓልቲ ክትመጽእ ኣንታ ኣምላኽ ኣቦይ ስጋ ወዲ ሚእቲ ወዲ ሚእትን ዕስራንሲ ኣጽንሓኒ እዛ ዓለም እዚኣ ስጋብ መወዳእታ ኣጽንሓኒ ክሪኣ ናበይ ገጻ እያ ታይ ትገብር ኣላ ናበይ ገጻ እያ ብፍላይ ናይ ህዝቢ ኤርትራስ ክሪኦሲ ዕድመ ሃበኒ እንታ ኣምላኽ ኣቦይ ዕድመ ሃበኒ ዕድመ ሃበኒ በቃ ኣቱም ሰባት ኣታ ንመሰልኩም እባ ተዛረቡ ዋእ ንመሰልኩም እባ ቁሩብ ተዛረቡ ንመሰል ሓውኻ እዞም ት- እዞም ሙስሊምሲ በቃ ምሽ ኣለኩም ኣ- ትንክፍ ደደብሎም በቃ ጎዮም እዮም ዝትስው እ፣ በቃ ቅድሚ ሕጂ ኣዴና ሓደ ትግረ ነይሩ ሽፍታ ምስ በለሲ ኩሎም ክበልዕዋ ደልዮም ሑሕ፣ ሑሕ፣ ክብርና ዶ ባህልና ዶ ሃይማኖትና ዶ ገለ ኢሎም ክበልዕዋ ደልዮም ሕጂ ከ እዛ ኣዴና በናይ ዝመፀ እዩ ሰላምታ ኣይበሃልን እየ ገለ ዝበለት በናይ እዩ ዋእ ትማሊ ትማሊ እኮ ሰላም ትብሉ ኔርኩም ኢኹም ዋእ ሰላም እኮ ትብሉ ኢኹም ባዕሉ ፍለጥ ወረን ኣውኢታት ኣነ ኣይዛረብኒ ኣብዚ ኢታት ድሓን ግንሲ እዞም ሰባት እዚኦም ሓንቲ ንእሽተይ ክትንከፉ ከለዉ ሓፍ ብሉ ንሕና ደቂ ትግርኛ ጀጋኑ ጀመርቲ ሳውራ ተባሂልና ሲ ጀመርቲ ሳውራ ማለት እዩ እድሪስ ዓወተ ጀማሪ ሳውራ ገለ ዝበሃል የለን ከምኡ ዝበሃል የለን ጀማሪ ሳውራ ትግርኛ እዩ ፈቲኻ ፀሊእኻ ስረ ዘዕጠቀኩም ትግርኛ እዩ ፈቲካ ጸሊእካ ቁልፊ ዘውደየካ ስረ ዘዕጠቀካ ትግርኛ እዩ ነዚኣ ኣሚንኩማ ኣብ ኤርትራ እንድሕር ጠጠው ኢልኩም ጽቡቅ ኖ ንሕና ኢና ትብሉ ተኮንኩም ግን ንብለኩም ኣለና ንሕና ሰብ ስረ ኢና ባህልናን ልምድናን ንብለኩም ኣለና ስረ ኣቦታትናን ኣቦታትና እንድሕር ሓሊፎም በታ ንሕና ንደልያ ኤርትራ ክንመርሓ ኢና ማለት እዩ በታ ንሕና ንደልያ ኤርትራ ጌርና ክንመርሓ ኢና ሽዑ ፈንጠር ፈንጠር ዝበለ መንእሰይ ሽዑ ከነርክበሉ ኢና። ፈንጠር ፈንጠር ዝበለ መንእሰይ ሽዑ ከነርክበሉ ኢና። ባህልታትና ከመይ ጌርና ንሕልዎ? ተዋስኦ እዘም ዝዋስኡ ዘለዉ ፊሊም ከመይ ጌርና ንሕልዎም? ዝኾነት ትግርኛ ተዋሳኢት ምስ ሓዋ ክትዋሳእ እያ። ዝኾነት ትግርኛ ተዋሳኢት ምስ ሓዋ ክትዋሳእ እያ። ዝኾነ ሙስሊም ምስ ሓዉ ክዋሳእ እዩ። ወይ ድማ ትግር እ፣ እዘን ኩለን ብሌን ትኹን ሕዳርብ ትኾን ድማ ኣብቲ ፊልም ክዋሳእ እየን። ትግርኛ ጥራይ መዋስኢ ኣይኮናን እየን። እዚ ይብለኩም ኣለና ብዕሊ ክንሰርሓሉ ኢና ብዕሊ ክንሰርሓሉ ኢና ደቂ ትግርኛስ መዋስኢ ጌሮመን ሓደ ሙስሊም መጺኡስ ሓቂፉስ ሟሰ ይብላ ያ ኣብ ዓራት ደቂሹ ገለመለ ኣንቲ ቆንጆ ሽኮሪና ኣነ እኮ እንታይ ድዩ መሲልኪ ዓለም ምልእቲ ከርኢ ኣለኹ ኣብ ህይወትኪ በዚ ጨጉራ እናደረዘ በቃ ጨጉሪ ሕዋትና መንዲል ስለ ዘይብሉ መንዲል ስለ ዘይብሉ ጨግረን ስለ ዘይዕመምኦ ስለ ዘይብልኦ በዚ ጨጉረን እናደረዙ ኣብ ዓራት ኣብ ከመይ ዝኣመሰለ ሆቴል ገይሮም መዋስኢ ገይሮምን በዓል ሳሌና በዓል ሄለን መለስ በዓል መረብ ቲፋኖስ መን እሞ ጨጉረን ዘይደረዞ ኣይናይ ሙስሊም ዘይደረዞ ጨጉረን ንሕና ጊን ሓቁ እቲ ሓዳር ክፋታሕ ሓቁ እዚ ሓዳር ኩሉ ክፋታሕ ብፍላይ ስነ ጥበባዊት ዘይተፋትሐ ሓዳራ የለን ምክንያቱ ኣላሁ ኣክበር እናበሉ ኣብቲ ፊሊም ብውሽጢ ልቦም ኣላሁ ኣክበር እናበሉ ነዘን ጨጉረን ነዘን ኣሕዋትና ይደርዝወን እዮም ብውሽጦም ኣላሁ ኣክበር እናበሉ ናብቲ ፊልም እዮም ዝኸዱ ኣላሁ ኣክበር እናበሉ ከምዚኣ እናበሉ ነዘን ኣሕዋትና ፊልም ንዋሳእ ኣለና እናበሉ ብውሽጢ ልቦም ኣላሁ ኣክበር እናበሉ ከምዚኣ እናበሉ ደሪዞሞን እዮም ሓቁ እቲ ሓዳር ሓዳር ሃደሽደሽ ክብል ሓቁ እቲ ሓዳር ሃደሽደሽ ክብል ሓቂ እቲ ሓዳር መዋእሉ በቃ ስኢሉ ክፍርስ ሓቂ እዩ ሓቂ እዩ ደሳለ ደ- ደሳለ እ፣ ደሳለ ኣይ- ኣይሓገዝኩሞን ናይ ደሳለይ ኣይሓገዝኩሞን ደሳለ መጀመርታ ዋላ ዓሰርተ ግዜ ይጽረፈና ኣይጽረፈና ኣይሓገዝናዮን ኣይሓገዝናዮን ቁሩብ ትርር ዝበለ እንድዩ ከም በዓል ደሳለ ግን ጽቡቅ ገይሮም ፈልጥዎ እዮም ጽቡቅ ገይሮም ማለት እዩ ከም በዓል ደሳለ ጽቡቅ ገይሮም ፈልጥዎ እዮም ካብ በዓል ደሳለ ድሕሪ ሕጂ ነዞም ሕዋትና ምህራም የለን እብለኩም ኣለኹ እብለኩም ኣለኹ ትማሊ ትማሊ ጸሪፍኒ ካብ ሕጂ ኒኖ እብለኩም ኣለኹ በዓል ደሳለ ዋላ ደስ ዝበሎም ተዘረቡ እዚ ማስሜዳ ንዕኦም እዩ ካብ ሕጂ ኒዶ እዚ እዚ እዚ ማስሜዳ እዚ ንበዓል ደሳለ እዩ ክዛረብ እየ ተይሉ ክዛረብ እዩ ክምድር እየ ተይሉ ክምድር እዩ ምክንያቱ ምስኣቶም ከይድና ካብ ሕጂ ኒኖ ክንሰርሕ ኢና ናብቲ ትግርኛ ባህሉ ዝምለሰሉ ስራሕ ክንሰርሕ ኢና ትሽዓተ ብሄራት ትሽዓተ ብሄራት ትሽዓተ ብሄራት እናበልና ኣይንኸይድና ንዝኾነት ብሄር ኣይነቋሽሻን ኢና ንዝኾነ ብሄረት ኣይንሃርማን ኢና ካብ ሕጂ ንይኖጊ ንብለኩም ኣለና ንሕና ትግርኛ ኢና ንሕና ትግርኛ ኤርትራውያን ኢና በቃ ካብ ሕጂ ንይኖ ብለኩም ኣለኹ ንሕና ተዛረብቲ ትግርኛ ኢና ኤርትራውያን ኢና ካብ ሕጂ ንይኖ ንመሰልናን ንኽብርናን ክንቃለስ ኢና ነዚ ነዚ ኤርትራዊ ኣብ ደገ ዘሎ ትግርኛ ምዃኑ ጽቡቅ ጌርና ባህሉ ከም ዘለዎ ሕብረተሰቡ ከም ዝለምድ ባህሉ ከም ዝዕቅብ ክንገብሮ ኢና ማለት እዩ ናይ ብሓቂ እታ ትግርኛ ሰማይ በጺሓ ኣብኡ ጠልጠል ኢላ ዘይኮነ ሰማይ ከም ትበጽሕ ክንገብራ ኢና ሰማይ ከም ትበጽሕ ክንገብራ ኢና ንሕና ትሽዓተ ብሄራት ትሽዓተ ብሄራት ትሽዓተ ብሄራት ሙስሊም ርእዮምስ እንታይ እዮም ትግርኛ ትግርኛ ዝብሉ ኢሎምና ትግርኛ ክንብል ምጀመርና ማለት እዩ የስ ንሕና ትግርኛ ኢና ንሕና ትግርኛ ኢና ደቂ ትሽዓተ ብሄራት ክትከውን ትኽእል ኢኻ ኣብ ኤርትራ ዘለዋ ብሄራት ክተከብር ኢኻ ንሕና ካብ ሕጂ ኒኖ ንትግርኛ ጥራይ ኢና ንቃለስ ንሕና ካብ ሕጂ ኒኖ ንትግርኛ ጥራይ ኢና ንቃለስ ፈቲኻ ጸሊእኻ ካብ ሕጂ ኒኖ ንዝኾነ ብሄር ንሃርሞ የለን ካብ ሕጂ ኒኖ ግን ንትግርኛ ክንቃለስ ኢና ትግርኛ ሰማይ ክነብጽሓ ኢና ትግረ እንተድልኻ ንትግረኻ ተቃለስ ንባህልኻ ተቓለስ ብሌን ተኾይንካ ንብሌን ነቲ ባህልኻ ተቓለስ ብዘይ ምትንኻፍ ማለት እዚ ማለት ግን ጽልኢ ምስባኽ ማለት ኣይኮነን ትግርኛ ምዃንና ግን ንዓለም ክነፍልጣ ኢና ፈቲኻ ጸሊእኻ ሓንቲ ሓንቲ ሙስሊም ንዓለም ምልእቲ ንኤርትራ ዘጸዋዕታ የላን ኣቤላ ሞዴል ድያ ኮይና ሞዴል ድያ ኮይና ተዋሳኢት ድያ ኮይና ጎያይት ድያ ኮይና የላን የላን ሙስሊም ክተምጽእ ኣይትኽእልን ኢኻ ፋጥና ንዒማ ሓሊማ ክተምጻ ትኽእል ኣይትኽእልን ኢኻ ንኤርትራ ዘጸዋዕታ በቃ ጓል ትግርኛ እያ ንኤርትራ ዘጸዋዓ ወዲ ትግርኛ እዩ ፈቲኻ ጸሊእኻ እዚ ባህል እዚ ንቕድሚት ክነምጾ ኢና ንሕና ጀጋኑ ምዃንና ንኤርትራ ነጸዋዓ ንዓለም ዝዋደደር ዘሎ ስጋብ ሕጂ ግን ትግርኛ እዩ ፈቲኻ ጸሊእኻ ሓብትኻ ኣይኮነትን ተዋሳኢት ተባሂላ ትሽለም ዘላ ሓብትኻ ኣይኮነትን ሞዴል ከይና ትስለም ዘላ ሙሉእ ናጽነት ተዋሂብዋ ትቃሳቀስ ዘላ ያ ትግርኛ ተዛራቢት እያ ሶ ካብ ሕጂ ኒኖ ነቲ ትግርኛ ክንቃለሰሉ ኢና ኣርባዕተ ነጥቢ እዚ ማለተይ ግን ሕዋት ኩሎኻትኩም ኣብዚ ዘለኹም ጽልኢ ናይ ብሄራት የብለይን ጽልኢ ናይ ዝኾነ ብሄራት ኣብ ኤርትራ ዘለዋ ትሽዓተ ጽልኢ ዝበሃል የብለይን። ሕጂ እተን እቶም ሙስሊም ሓፍ ሓፍ ሓፍ ሓፍ ኣይትበሉ ኮፍ ከዓ ክትብሉ ኢኹም። ሓፍ ሓፍ ዝብሃል የለን ንሕና ንሕና ብሄር ትግረ ንኾነልኩም ቢለን ንኾነልኩም ሕዳርም ንኾነልኩም ሳሆ ንኾነልኩም ኩናማ ንኾነልኩም ዓፋር ንኾነልኩም ደቂ ትግርኛስ መጻወቲ ጌርኩምና ደቂ ትግርኛስ መጻወቲ ጌርኩምና ንሕና ካብኦም ዘፍሊ የብልናን እዚ ማለት ጽልኢ ገለ ማለት ኣይኮነን ካብ ሕጂ ንኖ እቲ ትግርኛ ክስርሖ ኣለዎ ክንቃለሰሉ ኢና ንትግርኛ ላዕሊ ላዕሊ ክነብጽሖ ኢና እዚያ በቃ እዚ ማለት ወዲ ጀጋኑ ተቋዋማይ ኮይኑ ገለ ገለ ኣይኮነን ኣነ ዝብለካ ዘለኹ ካብ ሕጂ ንይኖ ባህሊ ትግርኛን ልምድን ኩሉ ነገራቱ ንቅድሚት ክነምጾ ኢና ነቲ ሕብረተሰብ ትግርኛ ምኻኑ ክነላምዶ ኢና ትሽዓተ ብሄር ዘይኮነሲ ትግርኛ ምኻኑ ክነላምዶ ኢና እዚኣ ክነላምዶ ኢና ተረዲእኩም ኣሎ ትሽዓተ ብሄራት ኣብ ኤርትራ ኢኻ ትብላ ማንም ሰብ ዝፈልጦ እዩ ኤርትራ ትፈልጦ እያ ባዕሉ ኣብ ኣብ ጎጉል ድዩ ኣብ ክብሪ ኤርትራ ድዩ ኣብ ካልእ ድዩ ኣብ ዓለም ምሉእ ኣብ ካርታ ኣሎ ትሽዓተ ብሄራት ኤርትራ ትውንን ትግርኛ ኣይኮነን ግን ንብሌን ዝመስል ትግርኛ ኣይኮነን ንትግረ ዝመስል ትግርኛ ኣይኮነን ንኩናማ ዝመስል ትግርኛ ንትግርኛ ክመስል ኣለዎ ትግርኛ ንትግርኛ ክመስል ኣለዎ። ትግርኛ ባህሉ ክዕቅብ ኣለዎ። ትግርኛ ንመንነቱ ክቃለስ ኣለዎ። ትግርኛ ተደፊኑ ክነብር ኣይነፍቅድ እና። ካብ ሕጂ ኒኖ ቃልስና ናይ ቃልሲ ትግርኛ ክኸውን እዩ። ካብ ሕጂ ኒኖ ቃልስና ቃልሲ ትግርኛ ክኸውን እዩ። ኣርባዕተ ነጥቢ ማለት እዩ። ካብ ሕጂ ኒኖ ቃልስና ቃልሲ ትግርኛ ክኸውን ኣለዎ። ንሕና

ኣብዚ ሰዓት እዚ ኣብዚ ኣብዚ ዕስራን ሓደን ክፍለ ዘመን ዝኾነት ክርስትያን ምስ ሙስሊም ክትቀርብ ኣይንደልያን ኢና። ዓቃብ ሰላም ኣብ ኤርትራ ምስ ኣተወ ነሕዋትና ክዘምተና ምስ ደለየ ክቡር ፕረዘንቲ ኢሰያስ ኣፈርቂ ዓቃብ ሰላም ግሒፍዎም ማለት እዩ። ሕጂ ከኣ እብለኩም ኣለኹ ዝኾነት ሙስሊም ንሓብትና እንድሕር ኣብ ኤርትራ ክዋሰብ ብብዝሒ መጽዩ ቃልስና ቃልሲ ናብ ክስታይ ክትወርድ እያ ማለት እዩ። ዝኾነት ትግርኛ ምስ ትግርኛ ሓዋ ጥራይ እያ ቃል ኪዳን ትገብር ምስ ዝኾነት ሙስሊም ክትኣስር ቃል ኪዳን ዝብሃል የለን ዝኾነ ሙስሊም ኣብ ሃይሞኖትና ኣብ ኣብ ቤተ ክርስቲያንና ክኣቱ ኣይንደልዩና ተወዲኣ ኣላ ኣብቲ ናትና ሃይማኖት ክርስትና ተኾይኑ ይኣቱ ሙስሊም ተኾይኑ ኣብ ሃይማኖትና እንታይ ክገብር ክኣቱ መጻወቲ ኣይኮነን በቃ እዚኣ እዚ ካብ ሕጂ ኒኖ እቲ ባህሊ ናትና እቲ ትግርኛ እናጠፈአ እናጠፈአ እናጠፈአ እናጠፈአ ይመጽእ ኣሎ ማለት እዩ እዚ ኣወል ዝበሎ ባይዘወይ እቶም ትጽሕፉ ዘለኹም ኣይርእየኩም እየ ዘለኹም መዋእልኩም ኣወድእኒ ክትስራሐይ ዝዕንቅፈኒ ሰብ የለን ካብ ስራሕ ምስራሕ እብለኩም ኣለኹ ዝዕንቅፈኒ ሰብ የለን ኣነ እንድሕር ጠፊኤ ኤርትራ ትጠፍእ ኣላ እዚኣ ንጽርቲ ጌርካ ውሰዳ ኣነ ተጠፊኤ መንእሰይ ኤርትራ ይጠፍእ ከም ዘሎ ስለ ዝርድኣኒ ይብለካ ኣለኹ ለይቲ መዓልቲ ይቃለስ ኣለኹ ብለካ ኣለኹ ኣነ እስኻ ኣወድኣኒ ክትብል ኣብ ኮመንት ፈቲኻ ጸሊእኻ ኣነ ንጉስካ እየ ወዲ ጀጋኑ መሊሶምለይ ሰባት ኣይፈልጡን እዮም ሰመረ እቲ ተቃዋማይ መሊስለይ ኣይፈልጥን እዚ መን እዮም ዝብልዎ እቲ ብጫ ጨጉሩ ዘለካ ሃገራዊ መሊስለይ ኣይፈልጥን እዩ ሓንቲ ሓቂ ድዩ ደይ ሓቂ ዘረባ ምስ መፀት ኩላ መሊሳትለይ ኩላ ቆልዓን ሰበትን በቃ እለለለለለለ በቃ ምክንያቱ ማዕረ ክንደይሲ ክትፅበዩኑ ፀኒሕኹም ወዲ ጀጋኑስ ክልተ ዓመት ሙሉእሲ ሓደ ሰብኣይ ዝበሃልሲ ከይመለሰለይ ክልተ ዓመት ሙሉእ ሰመረ እዚ ተቓላሳይ ከይጨፍጨፈኒ ክልተ ዓመት ሙሉእ ሕጂ ተፀቢ ሓንቲ በቃ እዚኣ መጺኣ ኣላ እዚኣ ክንሃርሞ ኣለና ዓወት ሲ ክንደይ ግዜ ዝኾነ ኣበር ስለ ዘይረኸብካ ስለ ዝኾነ ጉድለት ስለ ዘይረኸብካስ ተጸቢኻ ጸኒሕካ ኣምጻለይ እዚ መን እዮም ዝብሎ ጸሓፉለይ እዚ ብጫ ጨጉሩ ናድሓን እዚ ኣምጽለይ እቲ ብጫ ጨጉሩ ሃገራዊ እየ ገለ ዝበለ ትማሊ ኣዴና ዝበለቶሲ ኣዴና እንታይ ዋይ ሃይማኖት እዩ ገለ ዝበለሲ ይሕዋተይ ይሕዋተይ ሙስሊም ኣነ ባዕለይ ይቅሬታ ክብለኩም ኣለኒ ኣነ ሙስሊም ሕዋተይ ይቅሬታ ክብለኩም ኣለኒ ሽሙ እባ ጸሓፉለይ ኣሕዋት ሽሙ እዚ ብጫ ጨጉሩ እዚ ሽሙ ጸሓፉለይ እዚ ሃገራዊ ዘለካ ብጫ ጨጉሩ ጭግራ ብጫ ጨጉሩ ሽሙ እስከ ጸሓፉለይ ኣሕዋት እዚ ብጫ ጨጉሩ ዝገብር ምሻለካ ሃገራዊ ላላላላ ብጫ ጨጉሩ ብጫ ጨጉሩ ዝገብር ኣለካ ምሻታ መን ማታ ዝብልዎ ውይ ቴሌፎን ኣቢለያ ፅንሑ በሉ ይሕዋት እቲ ብጫ ጨጉሩ ዝገብር መን እዩ ብጫ ጨጉሩ ዝገብር ሃገራዊ ዘለካ እስከ ፀሓፍሎ ይሓዋተይ ብጫ ጨጉሩ ዝገብር ብጫ ጨጉሩ ጃምቦ ጃምቦ ብዕሊ ክንመጽኣካ ኢና የሕዋት ኣብ ግብጺ ሰልጠነ ኢልካ እዩ ሰበይትኻ ዝነበረት ቀቲልካያ ናበይ ትሕባእ ኣለኻ መልሲ ሃብ ኢልካ ሰለስተ ወርሒ ጌርካ ኣለኻ ጃምቦ ክንመጽኣካ ኢና ጃምቦሲ ስጋብ ን ኣው ን ኣዝማሪኖ ብውሽጢ በጃኻ እባ ንወድ ጀጋኑ ግደፍ በሎ እዚ ኩሉ ሰብ መትከል ተባሂልና ይጭፍጭፈኒ ኣሎ ኢልካ በጃኻ ግደፍ በሎ ዝበልካዮ ኢኻ ኩላ ከትከን ማለት እዩ ዋላ ሸላ ማለት እዩ ሸላሲ ሸሞንተ ወርሒ ገዲፈካ ዘለኹ ብውሽጢ በጃኻ ኣባ ግደፈኒ ኢልካ ብወሳብ ዝደወልካለይ ሰብ ኢኻ ስጋብ ከምዚ ኢኻ ንሕና ያመኔጋ ይሕዋት ኢና ይሕዋት ኢና በጃኻ ግደፈኒ ዝበልካ ኢኻ ኩላኻትክን በቃ ኩልኻትክን ኩላኻትክን ኩልኹም ብለካ ኣለኹ ካልእ ከማን መምጻኹ ዘም ፌመስ ኩልኻትኩም ብወሳብ ብለኩም ኣለኹ ኩልኹም ሕጂ እንታይ እየ ክብል ደልየ ዘለኹ ስጋብ ሕጂ ንዓይ ሰብኣይ መሊስለይ ኣይፈልጥን'ዩ እናደኮርኩ ከለኹ። ሕጂ ግን ይኹን ኣይኩን መጺኡሲ በቃ ወቃ ኣወድእኒ ኣወድእኒ ኢሉ ኣወድእኒ ኢሉ ኣወድእኒ ኢሉ። ብ ዘሎን ዘየለን ጌርካ ንሓደ ሰብ ስለ ዝሰዓረካ ስለ ዝበርትዓካ ካብ ማስሜዳ ክትኣልዮ ትሓስብ ተለኻ ኣይክትኸውን'ያ ኣይትኸውን'ያ እዚኣ ኣይትኸውን'ያ ባይዘወይ ኩለኻትኩም ማለት የሕዋት ኩላኻትኩም ማለት እዩ ንትግርኛ ክንቃለስ ኢና ንትግርኛ ክንቃለስ ኢና ማለት እዩ ክንቃለስ ኢና ክንቃለስ ኢና ንበዓል ዓወት ገለመለ ቀስ እናበልና ክንምልሰሉ ኢና ጣጣኻ እዛ ጀዲዳ ምስ በለካ ቅይር ኢልካ በቃ ጀዲዳ ገለ ምስ በለካ ጀዲዳ ጀዲዳ ገለ ምስ በለካስ ቅይር ኢልካ በቃ ከለኻ ወዲ ጀገና ኣይተተሓዞን ኣይ ኣዩ ኣይ ኣዩ ኢልካ እዙይ ጀዲዳ ገለ ምስ በለካስ ኣብቲኣሲ ቅይር ኢልካ ኩላኻትኩም መሻኪን ተወዲእኹም ኩላኹም ገለስ ኣላ ገለስ ኣላ ደሓን ገለስ ኣላ ደሓን ሕጂ ባይዘወይ ደሓን ጸገብል ከምኡ ዝበሃል የለን ሰሚዐኩም እንደ ደሓን ከማ ሰሚዐካ እንደ ሰሚዐካ ደሓን ብራዘር ጸገም የብሉን እንታይ ኣሎ መሲልኩም ኩላኻትኩም ኣሕዋት ንሓደ ሰብ ቆዋሚ ጸላኢካ ኣይትግበሮ ኣብዛ ማስሜዳ ኩላኻትኩም ኣለኩም ኣለኹ ኣነ ንጉስኩም እየ ፈቲኻ ጸሊእኻ ፈቲኻ እኳ ይኸንካን ንዓይ ንጉስካ ትገብረኒ ክልተ ዓመት ዝመለሰለይ ሰብ ምሳይ ዝተማጎተ ሰብ የለን ክልተ ዓመት ሙሉእ ማለት እዩ ክልተ ዓመት ሙሉእ ኣነ ዘይተንኮፍኩዎ ሰብ የለን ኣነ ኣጀንዳ ዘይገበርኩዎ ሰብ ኣነ ዘይመለስኩሉ በታ እሱ ዝተዛረባ ማለት እዩ ብጸርፊ ዘይኮነ እዚ ኣነ ዘይመለስኩሉ ሰብ የለን ሓደ መዓልቲ ንዓይ ዝመለሰለ የለን ሕጂ ግን በቃ ወዲ ጆጋኑ መጺኣ ኣላ እዚኣ በዚኣ ጌርና ርእሱ ክነድኖ ኣለና በዚኣ ጌርና ገለመለ ከምኡ ዝበሃል የለን ከምኡ ዝበሃል የለን በቃ ከምዚ ዝበሃል የለን ብለኩም ኣለኹ ኣይትሕሰብዎ ሕጂ እ፣ ብፍላይ እ፣ እቶም ትግርኛ እናነቓሓና ክንከይድ ኣለና ኣወል ተጋዳላይ ኣወል ክበሃል፣ ስዉእ ተጋዳላይ እሰያስ ጸጋይ ድማ ንኤርትራ ከም ሞቶር ኣቃሊሱ ዘቃለሰ ክሓስር ክዋረድ ክዝንጠል ኣይነፍቅድን ኢና። ኣወል እንድሕር ንኤርትራ ኣብ ዕቃበ ኤርትራ ትሰርሕ ኣለኻ ዄንካ ክብርታትን ባህልታትን ጅግንነት ኣቦታትና ብፍላይ ናይ ትግርኛ ካብ ሕጂ ኒኖ ኣይተጉድሎን ኢኻ ንሕና ጎሪሕና ኢና ካብ ሕጂ ኒኖ ነቲ ትግርኛ ክንቃለስ ኢና ትግርኛ ኣብ ቀዳማይ ክኖምጾ ኢና ንድሕሪ ሕጂ እብለኩም ኣለኹ ምስ ብሕር ሕጂ ምስ በዓል ደሳለ ምስ በዓል ገለመለ ምስ ሕዋትና ኣይንበኣስን ኢና ካብ ሕጂ ኒኖ እናጎርሓና መጺእና ኢና ንሕና ኣብ ትሽዓተ ብሄራት ተሓቢእና ጸኒሕና ካብ ሕጂ ኣይንሕባእና። ንሕና ንሕባኣሉ የብልናን ንሕና ጀጋኑ ኢና ንሕና ሰብ ስረ ኢና ንሕና ጀመርቲ ሳውራ ኢና ንሕና ኣቦታትና ናይ ቀደም ክንሪኦም ኢና ንክብሮም ዝቃለሱ ኣዋልድና ውን ዛስዋየን ንሕና ደድሕሪኤን ትሽዓተ ብሄራት ትሽዓተ ብሄራት ክንብል ይሕዋትና ነጸለኤን ገዲፈን ዕማ ናይ ብሌን ናይ ሕዳርብ ጌረን ይኸዳ ኣለዋ ይሕዋትና ዛስዋዩ ካብ ሕጂ ኒኖ ንሕና ስሬና ክንዓጥቕ ኢና ዝኾነት ጓል ኣንሰይቲ ነዚ ባህሊ ናይ ሕብረተሰባ ገዲፋ ናብ ካልእ ብሄር ትኸይድ እንድሕር ኣላ ጊን ንሕና ድማ ክንኮዶ ኢና ብኸመይ መንገዲ ንኸዶ ድማ ሽዑ ክነርክበሉ ኢና መጀመርታ ጊን እቶም ደቂ ተባዕትዮ ኣናብስ ክንቅየር ኣለና ካብ ሕጂ ኒኖ እቶም ደቂ ተባዕትዮ ግደፍ ጣጣ ማዓንዱ ይኣኽለካ thank you ዝሓወይ ኣጆኹም ባዓል ጣጣ ይኹኑ ሸላ ውን ሕጂ ዋላ ዓሰርተ ጊዜ ተተዛረብካ ሸላ ውን ሓወይ ኢኻ ኩላኻትኩም ብፍላይ ደቂ ተባዕትዮ ማለት እዩ ኣብ ንዓይ ኣብ ምሕሳር ንዓይ ኣብ ርእሰይ ምድናን ኩላኻትኩም ትቃለሱ ነበርኩም በዚ ኣጋጣሚ ኣነ ዝቕየመልኩም ሓውኹም ኣይኮንኩን ማለት እዩ ምኽንያቱ ብሓሳብ ኢና ተፈላሊና ነርና ሰብ ብሓሳብ እዩ ክመጎት ዘለዎ ብሓሳብ እዩ ክገጥም ዘለዎ ንዝኾነ ሰብ ዝፅላዕ የለለን ኩላህና ግን ኣብ ሓደ ክንመፅእ ኣለና ብፍላይ እቶም ማስሜዳ ዘለኩም ኣሕዋት ኣብ ሓደ ክንመፅእ ኣለና ንሕና ደቂ ትግርኛ ኢና ክንረዳዳእ ኣለና ንሕና መንገዲ ክንሃንጽ ኢና ንሕና ነንሕዲና ንባልዖ የለን ኣነ ንጣጣ መዓንዱ ክበልዖ ኢለ ኣይወፍርን እየ ኣነ ንጣጣ መዓንዱ ከውድቖ ኢለ ኣይወፍርን እየ ኣነ ንሸላ ከውድቖ ኢለ ኣይወፍርን እየ ኣነ ንደሳለ ክሃርሞ ከውድቖ ኢለ ኣይወፍርን እየ ኩላኻትኩም ካብ ሕጂ ንኢሎ ማለት እዩ ሓደ ነገር ክንሰርሕ ኢና ንሕና ትግርኛ ኢና ንሕና ትግርኛ ኢና ንመንነትና ድማ ክንቃለስ ኢና ፈቲኹም ጸሊኹም ንሕና ንመንነትና ክንቃለስ ኢና በዚ ኣወል ስዒድ ኢልዎ ዘሎ ድማ ኩላኻትኩም ማለት እዩ ኩሉኻትኩም ተስኡ ኩሉኹም ተሲእኹም ስዉእ ተጋዳላይ እሰያስ ጸጋይ ጅግና ማለት እዩ ኣወል ስዒድ ተጋዳላይ ክበሃል ስዉእ ተጋዳላይ እሰያስ ጸጋይ ድማ ኢሰያስ ጸጋይ ዝብሃል ኔሩ ኢልካ ትግ እዋ ኣቶም ሰባት ኢሰያስ ጸጋይ ዝብሃል ኔሩ ኣይብሃልን እዩ ነውሪ እኳ እዩ ንሕና እኳ ንፈልጦ ንሕወ ንሕና እኳ ንፈልጦ ንሕና እኳ ኩሎም ንፈልጦም እስኻትኩም ግዳን ብ- ብሓንሳእ ኣብ ኣስመራ ዲኹም ኣብ ገለ ዲኹም ኣብ ገለ ገለ ት- ትራኸቡ ኣብቲ ስነ ጥበብ ከማን ትራኸቡ ንሕና እኮ ንፈልጦ ዋ ብሓንቲ ዜና ሓንቲ ዜና ኣላ ናይ ኤርትራ ብኣ እኳ ንፈልጦም ንሕና ኩሎም ዋ ኣብ ኤርትራ እኮ ዜና ኤርትራ ጥራይ እያ ዘላ ብኣ ጌርና እኒና ንኹሉ ንፈልጦ ብኣ ጌርና እኳ ኢና ኣበይናይ ዶ ኣብ ኣስመራ ከይድና ዝፈለጥናዮ ሰብ ኣለና እዩ በታ ዜና እናገበርና ግን ቀዳምን ሰማን ቀዳምን ሰንበትን ኣላ ደርፊ ምርጫ ትግበር ብኣ እናገበርና ገለመለ መን እዩ ኢሰያስ ጸጋይ መን እዩ ኣወል መን እዩ በቃ ብኣ እንዲና ንፈልጠኩም ንሕና እኮ ዝፈለጥናኩም ሲ በዓል ኣወል ስዒድ ሲ ኢሰያስ ጸጋይ ዝብሃል ኣሎ ኢልካ ኣይትዛረብን ኢኻ ኣብ ኣብ ኣብ ኣክሱም ውን ናይ ዕማ ጌርካ ዘይ ናትና ናይ ዕማ ጌርካ ናይ ሙስሊም ዕማ ጌርካ ተዛሪብካ ኢኻ ተዛሪብካ ኢኻ ሶ እዚ ኩሉ ጌጋታት ዝረኦ ዘሎ ድማ ኣወል ስዒድ መጠኑ ዝሓለፈ ክኸይድ የብሉን። ኣወል ሲዒድ ዋርሳይ ኢኻ ሕጂ ውን ዋርሳይ ኢኻ ኣወል ሲዒድ ምስ ኣቦይ ማዓረይ ኢኻ ትብል ተሊኻ ትጋገ ኣለኻ ባዓል ኣቦታትና ሰላሳ ዓመት ኣርባዓ ዓመት ካብ ምምጻእ ደርጊ ኣትሒዞም ዝተቃለሱሲ ንስኻ ተጋዳላይ ኮንካ ማለት እዩ ኣይ ወርሒ ኣይ ሰሙን እንድሕር ከይዱ ሰብሲ ተጋዳላይ ኮይኑ ተጋዳላይ ኣይከውን እዩ ኣቦታትና ምስ ሓለፉ ንሕና ድማ ተጋዳላይ እናተብሃለ ተጋዳላይ እናበለ ነቲ ነቲ ናቶም ሕዦሞ ዘለዉ ደረጃ ንበጽሖ ጣጣ ስሓቦ ጣጣ ንዓስከ ንዓ ጣጣ ንዓ ጣጣ እወ ሓቅኹም እዮም ጣጣ ጣጣ ስደት ስደት ስደት ካብ ሕጂ ኒኖ ክንሰርሓሉ ኢና ካብ ሕጂ ኒኖ ክንኮዶ ኢና ስደት ጣጣ መዓንዱ ስደት ስደት ታብታብ ምግባር ኣቢኹም ተሃሩርካ በርቲዓ ማይ የለ ገለ የለ ታብታብ ግበሩ ኣሕዋት ኦኬ ሰድድ ኣሎ ኦኬ ክስዕበካ እየ ብዘረዘ ኣይ መጻኻ እንተለኻ ጣጣ ኣበይ ዳኻ ዘለኻ ስደድ ኢለካስ ሓደ ሓደ ጽሕፈለይ ኣለኻ ጣጣ ስደድ ስደድ ኣይ ሰደድካን ደሳለ ጣጣ ማዓንጡ ኣይ ሰደትካን ዘለካ ብራዘር ሓደ ሓደ ትጽሕፍ ኣለካ። ዘይትሰርሕ ትብሉ ዘለኹም ኣነ ኣይሰርሕን እየ በዚ ኣጋጣሚ ኣሕዋት ኣይሰርሕን እየ ዝሰርሖ የብለይን ኣኽለኒ ኣምላኽ መስገን ዝኣኽለኒ ገንዘብ ኣኪበ ሕጂ ተሪፉኒ ዘሎ ተን ዕድመይ ከመይ ጌርካ ነዚ መንእሰይ ተናቃቕሖ ከመይ ጌርካ ነዚ መንእሰይ ወዲ ትግርኛ ቃልሲ ተትሕዞ ከመይ ጌርካ ስረ ኣባታቱ ትዕጥቆ ከመይ ጌርካ ኣብዚ ማስሜዳ መጺኻ ክትዕንድር ከም ዘይብልካ ምቅላስ እዩ ናተይ ሕጂ ኣኽለኒ ገንዘብ ወዲ ገንዘብ። ቁሩብ ድማ ምጽእ ምጽእ ኢለ ገይም ክልምን'የ፣ እሳ ድማ ጽቡቕ ክኢለያ ኣለኹ ጎኒ ጎኑ ለንቀነ'ኳ ብሰንኪ እዛ ዝነበረት ኩነታት እታ ምልማን ገዲፈያ ቀንየ ክንደይ ገንዘብ ሓሪርኒ እዩ ሓቂ ዘረባ ብዙሕ ነገራት ከሲረ እየ ገንዘብ እታ ዝልምና ነበርኩ ገንዘብ ጠጠው ኢላትኒ እያ ጽቡቕ ኣይረኸብኩን ካብ ሕጂ ኒኖ እታ ለመናን እዛ ናይ ትግርኛን ቃልሲ ናይ ኤርትራን ክነቃሳቕሶ ኢና ማለት እዩ ጣጣ መዓንቱ ስኢነካ እኮ ዋእ ስደድ እባ ሓደ ሓደ ትጽሕፈለይ ኣለኻ ዕንዱ ጣጣ መዓንዱስ ከእትዎ ኤፊ ኣነ ስኢነየ ኣበይ ድኣ ተሓቢኡ ወደ ካብ ታሕቲ ኸንካ ዲ ሓደ ሓደ ትጽሕፈለይ ደላ ሕጂ ያ እዚኣ ክንገብር ኢና ኣወል ስዒድ ጅግና እንድሕር ኢሎምኻ ኣወል ስዒድ ጅግንነትካ ጊን ምስቶም ኣቦታትና ክትዋደደር ይብልካን ምኽንያቱ ንሕና ንዕዘብ ኢና ንሕና ንዕዘብ ኢና ንሕና ንዕዘብ ኢና ሪፖርት ይብለካ ኣለኹ ሪፖርት ይብለካ ኣለኹ እንታይ ሪፖርት ይብለካ ኣለኹ ወለከይ ሪፖርት ይብለካ ኣለኹ ሪፖርት

ኤፊ ዳሓን ጸገም የብሉን ሪፖስት ክብል እዩ ያ ያ ያ ዳሓን ጣጣ ማዓን ዶ ዳሓን ጸገም የብሉን ዳሓን ኣነ ሓውካ ኣለኹ እንዶ ኣብዚ ኣይትሓዘላ እያ ሓው ከሎ እርም ከብላ ነይርኒ ግን ኣውጽኤ እያ እታ ዘረባ ሶሪ ፈሓሽኻ እኮ ብራዘር ኣበይ ድየ ዘለኹ ራይወባ ኣብ ደገ እኳ እየ ዘለኹ ራይወባ ተወዲእና እኳ ቁሪ ሃሩርባ ኣታ ስደድባ እዩትወባ ኤፊ ኣታ ዞም ናተይ ኣድሚን ዘለዎም ሲ ዓሕ ወይ ኣነ ኣታ ፌ ኤፊ እትዎ እንዶ ታይታ ስሓቦ የለን ጠቕላላ ይረኽቦን እየ ዘለኹ ናበይ ተሓብዩ ክላህላ ፈሊጡ እዩ ማለት እዩ ግደፎ ሕጂ ባይዘወይ ዋይ ባይዘወይ ኣወል ስዒድ የለን ካበይ ከምፆ ያ ኮነ ኢሉ ሳክት እዩ የለን ማለት እዩ የለን የለን ሳክት የለን የለን የለን የለን የለን ባትሪ ባትሪ ከዓ ሓሙሽተ ደቂ ተሪፍዋ ዘሎ ባትሪ ክትውድእ ሓሙሽተ ደቂ ባይዘወይ ኣጆኹም ኩላኹም እቶም መንእሰይ ማለት እዩ ናነቕሓና ክንከይድ ኣለና ብፍላይ ካልኣይቲ ድማ ማለት እዩ ካልኣይቲ ኣቦ ሳሕል ዝብልዎ ኣለዎ ሓደ ኣቦ ሳሕል ዝብልዎ ዓይኒ ዘይብላ ጣይታ ማለት እዩ ቪድኡ ከፊቱ ዘይፈልጥ ኣቦ ሳሕል ጀበርቲ ማለት እዩ ገዛ ገዛ ኮይዱስ ወዲ ጀጋኑ ወዲ ጀጋኑ ናብ ሃይማኖት ከጸግዓ ደልዩ ኣልግስ ገጽካ ትርሓቅ ጀበርቲ ሙስሊም እካ ክንከፊእክና ንዘለኽን በቃ ዓንቀርክን ስለ ወዲ ጀጋኑ በዚኣ ክንራኸኽበለ ኣለና ወዲ ጀጋኑ ካብዛ መስሜዳ ክንኣልዮ ኣለና ከምኣ ዝበሃል የለን ከምኣ ዝበሃል የለን ከምኣ ትባል የለን ኣቦ ሳሕል ሲ ጨናዊ ብስብስ ስቅ ኢልካ ኣምሰሉ ገዛ ገዛ ትኣቱ ስእልኻ ዘይትረኤ መላጥ ዓቢ ሰብኣይ ኣምሰሉ ኣምሰሉ ማለት እዩ ኣነ ክነግረካ ወዲ ቶም ጀጋኑ እየ ጅግና በዓል ስረ እየ ክነግረካ ዕጡቅ በዓል ስረ ማለት እዩ ሞት ኩሉ ዝፈልጥ ኣዛራርቡ ዝፈልጥ ክልተ ዓመት ዝገበርኩ ማለት እዩ ክነግረካ ጽባሕ ድማ ሓቂ ንነብሳ ኢላ ክትመጽእ እያ ክነግረካ ኣነ ወዲ ቶም ጀጋኑ እየ ክነግረካ ኣቦ ሰዓል ገጽካ ይረአ ገለ ይረአ ወዲ ጀጋኑ ገዛ ገዛ ትኸይድ ኣቦ ሰዓል ትፎእ ንዓል በዳን ገጽካ ትርሓቕ ዓቢ ሰብኣይ ጀበርትሲ ምሳይ ክትዛረብ ምሳይ ክትዛረብ ኣቦ ሳሕልሲ ሎቅማጽ ሎቅማጽ መዳናገሪ። ሪፖርት ይብለካ ኣለኹ ኣለው ሪፖርት ይብሉኻ ኣለው ኦኬ እስከ ኮፕሊን ግበሩ ኣሕዋት ይብሉኻ ኣለው ሪፖርት እብሉኻ ኣለው ከላ ኣታጣጣም ዓንደ እስከ መን እዮም ዝብሉ ዘለው ዋይ ታብታብ ግበሩ ኣሕዋተይ ታብታብ ግበሩ ታብታብ ጋይስ ታብታብ ታብታብ ታብታብ ግበሩ ኣነ ተጋጌ ማለት እዩ ኦኬ ታብታብ ግበሩ ኣሕዋት ታብታብ ግበሩ ታብታብ ግበሩ ኣሕዋት ታብታብ ግበሩ ደሓን ክወጽእ እየ ክወጽእ እየ ምክንያቱ ሓሙሽተ ደቂቅ ዘለዋ እታ ክስታይ ጸገም የለን ደሓን ደሓን እዚ ክስታይ ሓሙሽተ ደቂቃ ምክንያቱ ባትሪ የብላን ታብታብ ግበሩ ኣሕዋተይ ታብታብ ግበሩ እንታይ ድዩ ዘሎ መሲልኩም እቲ ዕላማ ንጹር እዩ ኣነ ኣዝዩ ኣዝየ ካብኣቶም ተፈልየ ስለ ዘለኹ እዩ ብሓሳብ ሞጒተናኒ ኣይፈልጣን እየን እዘን በዓል ጃምቦ ዲኹም ትብልወን በዓል ገለ ትብልወን ብሓሳብ ሞጒተናኒ ኣይፈልጣን እየን ንዓይ ን ወጂ ጀጋኑ ክልተ ዓመት ኣብዚ ማስሜዳ ክገብር ከለኹ ወጺኻ እቶ ደሓን ወጺኻ እቶ ናይ ባትሪ የብላን ዕንዱ ባትሪ የብላን ንዓ ሓሙሽ ሰለስተ ደቂቅ ድዩ ገለ ተዛሪብካ ውፃእ ንዓ ባትሪ የብላን ክወፅእ እየ በቃ ክወፅእ እየ ድሓን ካላስ በቃ ብሓፂሩ ኣሕዋት ባትሪ ምስ መላእናያ ክነኣቱ ኢና ሓንቲ ናይ መወዳእታ ክብለኩም ኩላኻትኩም ትግርኛ ኣሕዋተይ ማለት እዩ ንመሰልኩም ጠውጠው በሉ ኣወል እዛ ገይርዋ ዘሎ ኣብዛ ትመፅእ ዘላ ዩቱቡ ይቕሬታ እንድሕር ዘይበለ እታ ዩቱብ ዋላ ክንዕፅዋ ኢና ማለት እዩ ኣብዛ ትመፅእ ዘላ ናይ ስውእ ተጋዳላይ እሰያስ ፀጋይ ኣዋጊኡን ዘዋግእን ባሃር ተቃላሳይ ሞቶር ናይ ኤርትራ ነዚ ዘንጢልዎ ዘሎ ሓውና ትግርኛ ተዛራባይ ነዚ እንድሕር መጀመርታ ክንካለኸሉ ኣለና ነዚ እንድሕር ዘይተኻለኸልና ጽባሕ ድማ ካልእ ክንውረስ ኢና ጽባሕ ድሕር ጽባሕ ድማ ካልእ ደቂ ትግርኛ ንመሰልካ ክትቃለስ ኣለካ ብኡ ገይሩ እውን እቲ ሃገር እውን ክሕዛ ክእል እዩ ኣወል ኣወል እውን ጽባሕ ንጎ ኣይፍለጥን እዩ እቲ ሃገር እውን ክሕዛ ክእል እዩ ኣካይዱ ጽቡቅ የለን ይውንጨፍ እዩ ዘሎ ይጎይእ ዘሎ እታ ሃገር ውን ኣወል ክሕዛ ይኽእል እዩ ናበይ እዩ ዝኸይድ ዘሎ ናበይ ትኸይድ ዘሎ እዛ ሃገር እዚኣ ፈቲኻ ጸሊእኻ ናትና እያ ፈቲኻ ጸሊእኻ ማለት እዩ ንሕና ብሃይማኖት ዝሓስቡ ክመርሑና ይንደልና እዚኣ ንፅርቲ እያ ናተይ ክነግረካ ብሃይማኖት ዝሓስቡ ሰባት ክመርሑና ይንኽእልና ንሕና ደቂ ትግርኛ ኢና እታ ሃገር ንሕና ኢና ንብላ ድሓን ፀገም የለን ጣጣም ዓንዱ ክወፅእ ክወፅእ ክወፅእ ታብታብ ጎሩ ሓንሳ ኣሕዋት ታብታብ ጎሩ ኣሕዋተይ ሓንሳእ ወዲኣ ክልተ ደቒቅ እንታይ ክብለኩም ደልየ ዘለኹ ኣካይድኡ ንጹር የለን ኣወል ስዒድ ጅግና ጅግና ስለ ዝብልዎ ዘለዉ እቶም ኤርትራውያን ሰማይ ሰማይ ኮይዱ በቲ ንምካሓሉ በቶም ጀጋኑ ኣቦታትና ይሕመቑ ኣይሕመቑ ኣምጺኻ ምዝንጣል እናገበርካ ክትዛረብ ግን እዚ ኣይነፍቅድን ኢና ስጋብ መወዳእታ ክንቃለስ ኢና ንሕና ዘዕበናዮ ኣብ ዩቱብ ንሕና ኣጆኻ ኢልና ነቲ ጽምዶ ውን ንሕና ኢና ሰሪሕናዮ ለይቲ መዓልቲ ንሕና ኢና ሰሪሕናዮ ኣወል ሲዒድ ኣይኮነን ሰሪሕዎ ንሕና ኢና ንሕና ግን እስከ ደሓን እዞም ኣቦታትና ሰላም እናደልዩ ከለዉ ንሕና ከ ዘይንሕግዞም ኢልና ሓጊዝናኩም ኣወል ሲዒድ ግን ተገልቢጥካ መጺእኻ ንስኻ ተጋዳላይ ኣወል ሲዒድ ክትከውን እቲ ሓወይ ጅግና ወደቦይ ወደደይ እሰያስ ጸጋይ ዝበሃል ኣሎ ኢልካሲ ግንጽል ክተብሎ ከምኣ ትበሃል የላን ጠጠው ኣብላ እዚኣ ይቅሬታ ተሓቲትካላ ጽቡቅ ይቅሬታ እንድሕር ዘይሓተትካላ ደቂ ትግርኛ ሰማይ ክንሰቅሎም ኢና ሕጂ ክነተስኦም ኢና ክነቃሳቅሶም ኢና ክነቃልሶም ኢና ክንዕጥቆም ኢና ስረ ኣቦታቶም ወድሓንኩም እዚኣ ክብለኩም ደልየ ዘለኹ ኩላኻትኩም ብሩኽ መዓልቲ ባትሪ የብላን የሕዋተይ ሶሪ ከይደይበኩም ሓንቲ እያ ዘላታ ብሩኽ መዓልቲ ኩላኻትኩም ኣሕዋተይ ቻው